ሰላማት ሽመይ ቢንያም ገብረት ይበሃል ኣብ ናይ በለስ ዩና ዘለና ኣብዚ ናይ በለስ ዩ ከምቲ ኩልሻ ትፈልጥኦ ናይ ካሜራ ትምህርቲ ፍልጠት ሸር ዝገብረሉ ናይ ዩቱብ ቻናል እዩ ዘለኹ ስለዚ ኢሎም መዓልቲ ፋልማይኩም ትርእዩኒ ዘለኹም ሰብስክራይብ ብምግባር ቀፃሊ ዝስራ ስራሕታት ናባኹም ክመፅእ እዩ ማለት እዩ እቶም ተከታተሉና ብጣዕሚ የቀናየለ ያሎም መዓልቲ ሓደ ኮመንት ኣብዚ ሂቡኒ ኣሎ ማለት እዩ እሱ እንታይ ኢሉ እዩ ፅሒፉለይ ዘሎ ያ ንግራፊክስ ወይ ድማ ንስእሊ ቪድዮ መቀናበሪ ዝኸውን ኮምፒውተር ክገዝ ደልየ እሞ እንታይ ተማኽረኒ ይብለኒ ኣሎ ማለት እዩ ንስእሊ ወይ ንግራፊክስ ሓፈሻ ወይ ድማ ንቪድዮ መቀናበሪ ክንብል ከለና ስለምንታይ እዩ ዝሓሸ ወይ ፍልይ ዘብል ኮምፒተር የድልየና ድዩ? እወ ዝሓሸ ወይ ፍልይ ዘበል ኮምፒተር የድልየና እዩ። እቲ ምክኒት ድማ እንታይ እዩ እቲ ዓቀን ናይቲ ፋይል ማለት እዩ። ሓንቲ ስእሊ ክነቀናብር እንተደሊና ወይ ድማ ሓደ ቪድዮ ክነቀናብር እንተደሊና ኣዝዩ ገጂፍ ስለ ዝኾነ ነቲ ገጂፍ ነገር ፕሮሰስ ንገብረልና ዝሓየለ ኮምፒተር የድልየና ወይ ድማ ዝሓሸ ወይ ሌተስት ሞዴል ኮምፒተር የድልየና ማለት እዩ። ንኸምኡ እዩ ድማ ካብቲ ካልኣይነት ፕሮግራማት ዝፈልዮ። ንኣብነት ማይክሮሶፍት ኦፊስ ተጠቃማይ እንተ ኮይና ንኣብነት ዎርድ፣ ኤክሴል፣ ፓወር ፖይንት፣ ኣክሰስ ገለ እዚኦም ፎኪስ ፕሮግራማት ስለ ዝኾኑ ዝኾነ ኮምፒተር ብፍላይ ኣብዚ ሕጂ እዋን ኖርማል ራን ክገብሮ ይኽእል እዩ ማለት እዩ ክሰርሕ ይኽእል እዩ ከም በዓል ፎቶሾፕ ፕሮግራም ክንጥቀብ ከለና ኣዶብ ፕሪሜር ወይ ድማ ፋይናል ካት ፕሮ ዝኾነ ናይ ኤዲቲንግ ፕሮግራማት ክንጥቀም ከለና ግን እሞ ከዓ ኣብቲ ፕሮግራም በዓሉ ከቢድ እዩ እና ሴም ታይም ድማ እቲ ስእሊ ንጥቀም በዓሉ ድማ ሃይሊ የድልየና ማለት እዩ። ስለዚ ንከምኡ ኣይነት ኮምፒተር ክንርኢ ከለና ወይ ክንገዝእ ምስ ንደሊ እቲ ቀዳማይ ዝገብሮ ነገር እንታይ እዩ እታ ኮምፒተር እቲኣ ዝሓሸ ሃንጎል ኣለዋ ድዩ ወይ ኣለዎ ድዩ እሱ ድማ ኣብ ኮምፒተር ሲፒዩ ይድበሃል ማለት እዩ ክዝርዘር ከሎ ሰንትራል ፕሮሰሲንግ ዩኒት ሃንጎል ናይ ኮምፒተር ማለት እዩ ብክልተ ፋብሪካታት ይስራሕ ማለት እዩ ከምዚ ኢንተል ወይ ድማ ኤኤምዲ ተባሂሉ እዩ ዝመፅእ እቲ ፕሮሰሰር ማለት እዩ ወይ ሲፒዩ ስለዚ ኣነ ወይ ድማ ካልኦት ኤዲተር ዝጥቀምሉ ዝበዝሑ ማለት እዩ ኣብ ኢንተል ኣብ ኢንተል ሰሚዕኹሞ እንተኮይንኩም እንታይ ዓይነት ፕሮሰሰር ኣሽማት ኣሎ ከምዚ ንኣብነት ኢንተል ኮር ስሪ which is i three i five i seven እንዳበለ እቲ ሞዴላት ሰሚዕኩሞ እንተኾይኑ ማለት እንተዘይሰሚዕኩሞ ድማ እቲ ቁፅሪ ንላዕሊ እንዳደየበ ክመፅእ ከሎ ዝሓሸ ሞዴል ኮይኑ ኣሎ ማለት እዩ ኣብቲ i three ምስ በልና ኣብኡ ናቱ ዝኾነ ቨርሽን ድማ ኣሎ ማለት እዩ i three ከምዚ ገለገለታ i five እንዳበለ ናቱ እንተሽሙ ኣለዎ ስለዚ እንድሕር i seven ፕሮሰሰር ኮምፒውተርኩም እንድሕር ኣለዋ ኮይኑ which ዝሃሸ ሃንጎል ኣለዋ ማለት እዩ ዝሃሸ ሃንጎል ኣለዋ ዝሃሸ ውጽኢት ትህበና ማለት እዩ ስለዚ ኮምፒተር ንግራፊክስ ክንገዘ ከለና ቀዳማይ ነገር ኣይ ሰበን ወይ ካብ ኣይ ሰበን ንላዕሊ እንተኮይኑ ጽቡቅ እዩ ኣይ ፋይፉን ጽቡቅ እዩ ኣይ ስሪዩን ጽቡቅ እዩ ግን ኣይ ሰበን እቲ ቀዳማይ ተመራጻይን ማለት እዩ ኣይ ሰበን ኮይኑ ከማን ዝሃሸ ሞዴል ዋላ እንተኮነ ኣብኡ ስፒድ ኣለዎ ቅልጣፈ ድማ ናይቲ ኣተሓሳስባ ናይቲ ሓንጎል ክንብሎ ንኽእል ማለት እዩ። እሱ ድማ ብጊጋ ሀርዝ ይደቀን እቲ ቅልጣፈ ናይቲ ፕሮሰሰር ማለት እዩ። ስለዚ ክንደይ እዩ እቲ ናይ ሲፒዩ ፕሮሰሰር ክንፈልጦ ኣለና ማለት እዩ። ሃንሳብ ዋን ጊጋ ሀርዝ ናይ ቀደም ከምኡ ነይሩ ማለት እዩ። ደሃር ክልተ ነጥቢ ኣርባዕተ ክልተ ነጥቢ ሽዱሽተ ሰለስተ ሰለስተ ነጥቢ ክልተ ሰለስተ ነጥቢ ኣርባዕተ እንዳበለ which is ሰለስተ ነጥቢ ኣርባዕተ ጊጋ ሀርዝ three point four three point two ገለ ከምኡ ድብል ጽሁፍ ኣለዎ ማለት እዩ ስለዚ ፕሮሰሰር ክንብል ከለና ኢንተል ዲ ወይ ኤኤምዲ እቲ ካምፓኒ ሽም ማለት እዩ እንደገና ድማ ኣብ ኢንተል እንተኮይኑ ኣይ ስሪ ድዩ ኣይ ፋይቭ ድዩ ወይንስ ኣይ ሰቨን ቼክ ክንገብር ኣለና ብድህሪ ድማ ቅልጣፈ ማለት እዩ ኣብቲ ቅልጣፈ ዝለዓለ ቁፅሪ ዝሃሸ ቅልጣፈ ኣለዎ ማለት እዩ ስለዚ ጽቡቅ ጌሩ ን ቪድዮ ኤዲቲንግ ወይ ድማ ን ስእሊ መቀናበሪ ይከውን ማለት እዩ ስለዚ ቀዳማይ ነገር ፕሮሰሰር ክንዚ ጌርና ክንፈልጦ ክንክእል ኣለና ማለት እዩ ኣብቲ ናይ AMD እንተ ኮይኑ ድማ ከምዚ the latest ሞዴል ዘሎ AMD Ryzen ሸውዓተ ወይ ድማ AMD A10 ዝበሃሉ ፕሮሰሰራት መዳርግቲ ናይ ኣበኣል ኣይ ሰቨን ኣይ ፋይፍ እዩ ማለት እዩ ስለዚ ፕሮሰሰር ፈሊጥና ኣለና ፕሮሰሰር ከምዚ ጌርና ንመርጽ መጀመርያ ማለት እዩ ከምዚ ኣይነት ፕሮሰሰር እተለዎ እታ ኮምፒውተር ናብ ቀዳማይ ደረጃ ሃሊፍና ኣለና ማለት እዩ እቲ ካልኣይ ራም የድልየና ማለት እዩ ስፔሻሊ ኣብ ናይ ግራፊክስ ኣብዚ ናይ ቪድዮ ወይ ናይ ስእሊ ራም የድልየና ማለት እዩ። ራም እንታይ እዩ ጥቅሙ ልክ ከምቲ ናይ ፕሮሰሰር ወይ ድማ ሓንጎል ናይ ኮምፒውተር ኮይኑ ግን ተሃጋጋዛይ እዩ ዋና ሃንጎል ኣይኮነን ተሃጋጋዛይ እዩ ሲፒዩ ክከብዶ ከሎ ስራሓት ማለት እዩ ቅድም ዝኮነ ነገር ትእዛዝ ክንህብ ከለና ንኣብነት ፕሮግራም ምስ ንከፍት ማለት እዩ ቀዳማይ ነገር ራም እዩ ነቲ ትእዛዝ ዝቅበል ማለት እዩ። ራም ተቀቢሉ ኣብቲ ምጩእ ዝበለሉ ግዜ እዩ ንሲፒዩ ዘመሃላልፎ ማለት እዩ። ስለዚ ከምዚ ረዳት እዩ ዘሎ ማለት እዩ። ስለዚ ራም ድማ ኣዝዩ ኣገዳሲ ዘብሎ ስለምንታይ እዩ ጸኣቂ ነቲ ሲፒዩ ከይፈጥረሉ ምእንታን ቅድም ኣብ ራም ይጸንህ ካብ ራም ድማ ሽኡ ኩነታት እንዳራየ እቲ መልእክቲ ናብ ሲፒዩ የመሃላልፍ ሲፒዩ ፕሮሰስ ገይሩ ድማ ንዓና መልሲ ይህበና ማለት እዩ። ራም ድማ ልክ ከም ናይ ሲፒዩ ከምኡ ዓቀን ኣለዎም ማለት እዩ። ንኣብነት ኣብ ኮምፒተርኩም ዋን ጊጋ ራም ክኸውን ይኽእል እዩ ወይ ቱ ጊጋ ራም ወይ ድማ ስሪ ፎር እንዳበለ ስጋብ ሰላሳን ክልተን ሶሳን ኣርባዕተን ኣብዚ ሕጂ እዋን ኣሎ። ስለዚ ሸሞንተ ጊጋ ራም ዘለዎ ኮምፒተርኩም ዊች ኢዝ ብጣዕሚ ጽቡቅ እዩ ካብኡ ንላእሊ ምስ ዝከውን ድማ ፕሮግራምኩም which is within a second እዩ ቀልጢፉ ዝክፈተልኩም ካልእ ድማ እንታይ ይጠቅመና ራም ብሃንሳብ ሰለስተ ኣርባዕተ ሓሙሽተ ሽዱሽተ ፕሮግራማት ክትከፍቱ ተክእሎ ይህበኩም ማለት እዩ ንኣብነት ፎቶሾፕ በዚ በዚ ኣዶበ ፕሪሚየር በዚ ፋይናል ከት ክትድርድርዎ ትኽእል ኢኹም ስለምንታይ ብዙህ ራም እንተለኩም ብዙህ ፕሮግራም ብሃንሳብ ክትከፍቱ ትኽእል ኢኹም ኣት ሴም ታይም ድማ ካብ ሃደ ዊንዶስ ናብ ሃደ ዊንዶስ ብዘይ ዝኾነ ምጅራር ወይ ነቲ ኮምፒውተር ከይከበዶ ከስርሃልና ይክእል ማለት እዩ ስለዚ ኣብቲ ስእሊ ምቅንባር ከምዚ ረንደር ድበሃል ኣሎ ዝገበርናዮ ኢፌክትታት ቀልጢፉ መልሲ ንከርእየና እንተኾይኑ ራም የድልየና እዩ ማለት እዩ። እዚ ድማ እቲ ካልኣይ ኣገዳሲ ዝኾነ ክፋል ናይ ኮምፒውተር እዩ። ስለዚ ከምቲ ዝበልኩኹም እቲ ቁፅሪ ንላዕሊ ክድይብ ከሎ ሕጂ እውን ዝሓሸ ራም ኣብ ኮምፒውተርኩም ኣሎ ማለት እዩ። ኣርባዕተ ሸሞንተ ዓሰርተ ክልተ እንዳበለ ዓሰርተ ሽዱሽተ እንዳበለ ከምዚ ዓይነት ጊጋ ራም እንድሕር ኣለኩም ኮይኑ እታ ሽም ኣብኡ ውን ቅልጣፈ ኣለዎም ማለት እዩ እቲ ቅልጣፈ ውን the same thing እቲ ቁጽሪ ንላዕሊ ክድይብ ከሎ ዝሓሸ ራም ኣለኩም ማለት እዩ ኣብዚ ግን ብጊጋ ሀርዝ ኣይኮነን ብሜጋ ሀርዝ እዩ ማለት እዩ ስለዚ ሲፒዩን ራምን ርኢና ኣለና እቲ ሳልሳይ ድማ እንታይ እዩ ስእልን ቪድዮን ብዙህ ቦታ ይድሕዝ ስለዚ ኣዝዩ ገጂፍ ሃርድ ዲስክ የድልየና ማለት እዩ። ኣብዚ ሕጂ እዋን ኤክስተርናል ሃርድ ዲስክ ክንገዝእ ንኽእል ኢና። ኢንተርናል ሃርድ ዲስክ ማለት እቲ ሃርድ ዲስክ እቲ ንዕቅበሉ ማለት እዩ ኣብ ውሽጢ ኮምፒተር ክኸውን ከሎ ኣዝዩ ተመራጻይ እዩ። ቅድም ከምዚ ኣይ ዶንት ኖ ክንደይ ነይሩ ንበል ከምዚ ክልተ ሚእትን ሃምሳን ጂጋባይት፣ ወይ ድማ ካብኡ ንልዓሊ ቁሩብተይ ነይሩ ሓሙሽተ ሚእቲ ጂጋባይት ኣሎ ንገሊኦም ሰለስተ ሚእቲ ኣሎ ክሳብ ሓደ ቴራባይት ገለ እንተኾይኑ which is ደሓንን ዝሓሸን ማለት እዩ እሱ እንድሕር መሊኡኩም ግን ኤክስተርናል ሃርድ ዲስክ ክትገዝኡ ትግደዱ ኢኹም ማለት እዩ ግድን እንድሕር ሃርድ ዲስክና ንእሽተይ እንተኾይና እቲ ንገብሮ ፕሮግራም እቲ ንከፍቶ ፕሮግራም ውን ዓቕሉ ይድጸቦ ማለት እዩ። ስለዚ ስቶሬጅ ማለት እዚ መዕቆቢ ኣዝዩ ኣገዳሲ እዩ ማለት እዩ። ኣብዚ ሕጂ ሌተስት መጺኡ ዘሎ SSD ድበሃል እዩ። እሱ ከምቲ ናይ ቀደም ከምዚ ዝጅርር ኣይኮነን ከምዚ ናይ ዩኤስቢ ፍላሽ ስለዝኾነ ቁልጡፍ ሲፒዩ ገለ ነገር ክደሊ ከሎ ፋይላት ካብ ሃርድ ዲስክ ጽቡቅ ምርድዳእ ስለዘለዎም ቀልጢፉን and fast ዝኾነ ከሳልጠልና ይክእል እዩ ግን ኣዝዩ ክቡር እዩ ድማ ማለተይ እየ። ስለዚ እንድሕር ቁልጡፍን ጽቡቅ ስርሓት ክስርሓለይ ይደሊ እንተልኩም SSD ዝብሃል ስቶሬጅ ሃርድ ዲስክ ኣሎ ማለት እዩ። ኣነ ብወገነይ ከምኡ ኣይኮንኩን ዝጥቀም ዘለኹ በቲ ናይ ቀደም እዩ ዝጥቀም ዘለኩ ከምዚ ስፒኒንግ ድራይቭ which is ናይ ቀደም ሃርድ ዲስክ ግን እቲ ቦታ ግን ብዙህ ቦታ እዩ ዘለኒ ሓደ ቴራባይት ኣብ ኢንተርናል ኣለኒ and then ኣብ ደገ ድማ which is ኤክስተርናል ሃርድ ዲስክ ኣብ ኤስቢ ትኣቱ ማለት እዩ ብድሕሪት ከም ወገን ላይክ መዓት እዩ ዘለኒ ማለት እዩ ስለዚ ካብ መጀመርያ ክትገዝኡ ከለኹም እቲ ኢንተርናል ሃርድ ዲስክ እንተወሓደ ሓደ ቴራባይት ክልተ ቴራባይት እንተኮይኑ ተመራፂ እዩ ካልእ እንታይ እዩ እዋ ስለዚ ገጂፍ መዕቆቢ ወይ ድማ ሃርድ ዲስክ የድልየና እዩ ማለት እዩ ን እቲ መበል ራብኣይ ድማ እንታይ እዩ ቪድዮ ካርድ ማለት እዩ ካርድ ብጂፒዩ ዝፍለጥ ማለት እዩ ንኣውራ ንግራፊክስ ዝሰርሕ ሓደ ክፋል ናይ ኮምፒውተር እዩ እሱ እንታይ ዝገብር ከምዚ ኣንቶ ዝበልኩኹም ናይ ራም ተሓጋጋዚ ነቲ ሲፒዩ ዘሎ ማለት እዩ ኣብ ሶፍትዌር ከምዚ ናይ ኤዲቲንግ ፕሮግራማት ክክፈት ከሎ እቲ ሲፒዩ ን ራም ልዕሊ ዓቕሙ ምስ ዝኸውን እዚ ፕሮግራም እዚ ከም ተወልዐ ስለ ዝፈልጥ ምስ ናይ ግራፊክስ ምትሕሓዛዝ ዘለዎ ፕሮግራማት ክንጥቀም ከለና እዚ GPU ድበሃል ማለት እዩ ብናቱ ምትህብባር ነቲ ከቢድ ዝበሃል ስራሓት ማለት እዩ ንከቀላጥፎ ዝህግዘና ናይ ቪድዮ ካርድ ማለት እዩ ስለዚ ቪድዮ ካርድ ናትና ከምዚ ዝሓሸ ራም ኣብቲ ውሽጢ እንድሕር ኣሎ ኮይኑ እንታይ ድገብሮ ደሎ ነቲ ፋይል ቀልጢፉ ንከሳልጠልና ይግባእ ይገብረና ማለት እዩ ስለዚ ቪድዮ ካርድ ድማ ኣገዳሲ እዩ እቲ ቪድዮ ካርድ ኣብ ውሽጡ ሚሞሪ ዘለዎ ልክ ከምቲ ናይ ራም ማለት እዩ ስለዚ እሱ ድማ ከምዚ ሓደ ክልተ ሰለስተ ኣርባዕተ ጊጋ ራም ተባሂሉ ኣብኡ ይመፅእ ማለት እዩ ስለዚ ክልተ ወይ ድማ ካብ ክልተ ንላዕሊ ይገረም ዘለዎ ቪድዮ ካርድ ኣብ ኮምፒተርኩም ዳላሎ ኮይኑ ብንም ዘጥራጥር ኣይኮነን ነገራት ኤቭሪቲንግ ቀልጢፉ ኤን ስሙዝ ክኸውን እዩ ማለት እዩ ያ ኤን በልሃም ሻይ ማለት እዩ ብዙ ኣገዳሲ ዘይመስል ግን ማዘር ቦርድ ማለት እዩ ከምቲ ሽሙ ማዘር ቦርድ ንሲፒዩ ንራም ንግራፊክስ ንቲ ሃርድ ዲስክ ኮታስ ኩሎም ኣብቲ ማዘር ቦርድ ኣብዮም ዝስክኡ ኣብዮም ዝቅመጡ ማለት እዩ። ስለዚ እቶም ኣገደስቲ ንብሎም ክፋላት ናይቲ ኮምፒተር ኣብቲ ጽቡቕን ዝሓሸን ዲዛይን ዘይብሉ ራም ወይ ማዘር ቦርድ እንድሕር ጌርናዮ which is ትርጉም የብሉን ማለት እዩ። ስለዚ ከም በኣል ሲፒዩ ንኣብነት ዝሓሸ ኢልና ገዚእና ክነብቅዕ ከለና እቲ ናይ ማዘርቦርድ ዲዛይን ጽቡቕ እንተ ዘይኮይኑ እቲ ብቅዓት ናይቲ ሲፒዩ ኣይንጥቀመሉን ኢና ማለት እዩ። ስለዚ ኣብዚ ናይ ግራፊክስ ክከውን ከሎ ንኣብነት እንታይ ዓይነት ማዘር ቦርድ ክከውን ኣለዎ ንዝብል ቀዳማይ ነገር ንካልእ ግዜ ኣፕግሬድ ክንገብር ንኣብነት ካልእ መዓልቲ ገለ ነገራት ክንምልኣሉ ንክእል ሃጓፍ ዘለዎ ቦታ ክህልዎ ክእል ኣለዎ ሃርድ ዲስክ ንኣብነት ሓደ ቴራባይት እንተለና ካልእ መዓልቲ ቦታ እንደር ኣለዎ ክልተ ቴራባይት ክንገብሮ ንክእለሉ ከምዚ ዓይነት ንፊቸር ዝጠቅም ወይ ድማ ገፊሕ ቦታ ማዘር ቦርድ እንተኾይኑ ተመራፂ እዩ። እቲ ኮኔክሽን ብድሕሪት ዘሎ ዩኤስቢ፣ ኤችዲኤምኣይ ኮኔክሽን ኣለዎ ድዩ፣ ናይ ማይክሮፎን ኣለዎ ድዩ፣ ናይ ሄድፎን ኣለዎ ድዩ፣ ናይ ቪድዮ ዝተፈላለየ ፖርትስ ኣለዎ ዶ የብሉን ቼክ ክንገብሮ ኣለና። እዚ እውን ምስ ማዘር ቦርድ ምትሓዝ ኣለዎ ማለት እዩ። ገሊኡ ብድሕሪት እዩ። ስለዚ ኩሉ ሻዕ ብድሕሪት ከምዚ ጌርካ ኮምፒተርካ ምተቱ። ብቅድሚት ድማ እንድሕር ዩኤስቢ ፖርት ኣለዎ ኮይኑ ወይ ኤችዲኤምኣይ ፖርት ኣለዎ ኮይኑ ወይ ካልእ ካልእ የቃልለና ነቲ ስራሕና ማለት እዩ ካልእ ማዘር ቦርድ ያ እሱ እዩ ኤክስተርና ኤክስትራ ራም ክንውስኽ እንተደሊና ከ ቦታ ኣለዎ ድዩ ሕጂ ንኣብነት ክመጽእ ከሉ ሸሞንተ ጂጋባይት ራም እንተገዝኤ ንበል ዓሰርተ ሽዱሽተ ገብሮ እንተደለየ ቦታ እንተዘይብሉ ውሽ እታ ኮምፒውተር እሳ ኮይና ኣላ ማለት እዩ ስለዚ ተወሳኺ ኣብግሬድ ውሽ ክነመሓየሸሉ ንኽእል ዓይነት ማዘር ቦርድ እንተኮይኑ ተመራጺ እዩ። ካልእ ነገር ድማ ቪድዮ ወይ ስእሊ ክነቀናብር ከለና ከም ብዙሃት ሰባት ኣይግደሱሉን ክኾኑ ይኽእሉ እዮም ካብ ተሞክሮይ ግን ኮምፒተርኩም ክረስን ይኽእል እዩ ማለት እዩ። እዚ ድማ እንታይ እዩ ስቲል እቲ ዲዛይን ናይ ማዘር ቦርድ ማለት እዩ። እንድሕር ማኣ ራጻ ዘለዎ ዓይነት ኣብ ሓደ ጥቅጥቅ ኣቢሎም እንድሕር ተሰሪሁ ማለት እዩ ዋላ ዝሓሸ ንብረት እንተሓዝካ ወይ ዝሓሸ ንብረት ኣለዎ ተባሂሉ እንተ ርኢኻ እንተገዛእኻ እውን ሃሩር ክገብረሉ እዩ። and then እታ ኮምፒተርካ ክትዝህል እያ ማለት እዩ ናይዚ ኩሉ እቲ ጠንቂ ግን እቲ ሰኻሩ እቲ ዋዓይ እዩ ማለት እዩ so እቲ ሲፒዩ ክውኤ እዩ እቲ ራም ክውኤ እዩ ስለዚ እንታይ እዩ ፅቡቅ ቬንቲሌሽን ኣብቲ እንታይ ሽሙ የለን ኣብቲ ማዘር ቦርድ የለን ዲዛይን ግበር ከሎ ስለዚ ዝሓሸ ቬንቲሌሽን ዘለዎ ክኸውን ኣለዎ ማለት እዩ። ክሰርህዎ ከለዉ ብዘይብኡ ኣይሰርህዎን እዮም። ኮነ ተረፈ ግን ሓደ ማዘርቦርድ ካብቲ ሓደ ማዘርቦርድ ኣዝዩ ፍልልይነት ስለ ዘለዎ ነዚ ነገር እዚ ኣብ ግምት ከነእትዎ የድልየና ማለት እዩ። ኤን ኣብ መወዳእታ ድማ መትሓዚ ማለት እዩ which is ብእንግሊሽ ኬዝ ማለት እዩ። እታ ኮምፒውተር ኩላ እዚኣ ዝበልኩኩም ራም፣ ሲፒዩ፣ ሃርድ ዲስክ and ማዘር ቦርድ እዚኦም ኩሎም ኣብ መወዳእታ ኣብ ሓደ ዘንቢል ክኣትው እዮም ማለት ምሽ which is ኣብ ኬዝ ማለት እዩ ኣብቲ መትሓዚ እዚ መትሓዚ እውን ኣገዳሲ እዩ ማለት እዩ እቲ ኣገዳስነቱ ድማ ከምቲ ድበልኩኩም ኣስተውልኩምሎ እንተኮይንኩም ገሊኡ ብድሕሪት ነኳል ነኳል ዘለዎ ኣሎ ገሊኡ ድምፂ ዝገብር ኣሎ ገሊኡ ንክትከፍቶ ኣዝዩ ኣጸጋሚ እዩ፣ ብቀሊሉ ክፍት ኣቢልካ ነገራት ክተመዓራርየሉ ዘይትኽእል ብዙሕ እዩ ዘለዎ እሞ እዚ እውን ኣብ ግምት ክነእትዎ ኣለና። ናይዚ ኩሉ ድምር እዩ ዝሓሸ ኮምፒተር ገዝየ ኣለኹ ክንብል ንኽእል ማለት እዩ። ሓደ ንበይኑ ዋላ ሓንቲ ኣስተዋፅኦ ይገብር እዩ። ዝሓሸ ፕሮሰሰር ዋላ እንተገዛእኹ ራም፣ ሃርድ ዲስክ ገለ ገለ እዚኦም እንተዘይብለይ which is ብዛዕባ ናይ ስእሊ ናይ ቪድዮ ምቅንባ እንተሰርሃኹ ውን ፅፉፍ ኣይከውን እዩ ማለት ቁልጡፍ ኣይኮነለይ እዩ ማለት እየ። ስለዚ እዚኦም እዮም እቶም ክንፈልጦም ዝግብኣና። ስለዚ ነፍሲ ወከፍ ጥቕሚ ናይቲ ክፋላት ናይ ኮምፒውተር ርኢና ኣለና። እቲ ኣነ መሪጸዮ ዘለኹ ኣብዚ ክልተ ሽሕን ዕስራን ዝሓሸ ናይ ቪድዮ ኤዲቲንግ ዝበልክዎ ኮምፒዩተር ብዋጋ ኣብዚ ታሕቲ ሊንክ ገብረልኩም'የ ንኣብኡ ትርእይዎም ማለት'ዩ። ካልእ ቅድሚ እዚ መደብ እዚ ጅመጽኣይ ማለት'ዩ ክልተ ኣይነት ኮምፒተር እዩ ዘሎ እቲ ሓደ ማክ እዩ ን እቲ ሓደ ዊንዶውስ እዩ ስለዚ እዚ ኩሉ ዝነገረኩም ዝነበርኩ ሓደ እዩ ኣብ ማክን ኣብ ዊንዶውስ ግን ኣብቲ ፕሮግራማት ግን ኣብ ፍልልይነት ኣለዎም ማለት እዩ ቁርብተይ እታ ዝቀለለት ፍልልይነት ከብርሃልኩም ዝኽእል ማለት እዩ እንድሃር ማክ ኮምፒተር ንጥቀም ኣለና ኮይና እቲ ሶፍትዌርን ን እቲ ሃርድዌርን እቲ ሃርድዌር ንብለኩም ከምዚ ማዘርቦርድ ሲፒዩ ራም ኩሉ ዝትንከፍ ዘበለ which is hardware እዩ ብዓይንና ክንሪኦ ንኽእል ወይ ዝትንከፍ ዘበለ እቲ ሶፍትዌር ድማ እቶም ፕሮግራማት ማለት እዩ ስለዚ እቲ ሶፍትዌር እቲ ፕሮግራም ን እቲ ሃርድዌር ኣብ ናይ ማክ ኮምፒውተር ክንመፅእ ከለና ሓደ ካምፓኒ ዝሰርሖ ማለት እዩ ሓደ ካምፓኒ ስለ ዝሰርሖ ኣዝዩ እዩ ድሰማማዕ ስለዚ ዋላ ሓንቲ ኣብ መንጎ ዝኾነ ክራሽ ናይ ኮምፒተር ኣየጋጥመናን እዩ ማለት እዩ። እቲ ፕሮግራም ድማ ብጣእሚ ጽፉፍ እዩ ድሰርሕ ማለት እዩ። ምክንያቱ ንክልቲኡ ነገር ሓደ ዓይነት ካምፓኒ ስለ ዘምርቶ ማለት እዩ። ኣብ ናይ ዊንዶውስ ክንመጽእ ከለና ግን እንታይ እዩ ዝኸውን ዘሎ እቲ ኮምፒተር ዲዛይን ዝገብርዎ ናይቲ ኮምፒተር ዝሰርሕዎ ዝተፈላለዩ ካምፓኒታት እዮም ንኣብነት ክጠቅስ እንተደለየ ኤችፒ ኣሎ ዴል ኣሎ ሌናቮ ኣሎ ኣይዶኖ ብዙሕ ዓይነት ኮምፒተር ኣሎ ምሻሉ ቲንክ ፓድ ገለ ገለ ድበሃሉ ኣሎ እዚኦም ኩሎም ማለት እዩ ዊንዶውስ ኮምፒተር እዮም እቲ ሶፍትዌር ማይክሮሶፍት ዊንዶውስ እዩ ድሰርሕ ኣብ ከምዚ ዓይነት ኮምፒተር ማለት እዩ እንታይ ድፌቶ ኣብዚ እንታይ ቁርብ ፀገም ዘለዎ እቲኦም ፕሮግራም ድሰርሕዎ ሰባት ወይ ካምፓኒታትን እቲ ናይ ኮምፒተር ድስራሃሉ እቲ ሃርድዌርን ዝተፈላለየ ስለ ዝኾነ እንታይ እዩ ትድብል ኮምፓታብሊቲ ዊች ኢዝ ይገጥም እዩ ይሰርህ እዩ እምበር ኤግዛክትሊ ኣይኮነን ስለዚ ኣድቫንቴጅ ኣለኩም ዝኾነ ሶፍትዌር ካብ ዝኾነ ካምፓኒ ንክትገዝኡ ብቀሊሉ ክትረኽብዎ ትኽእሉ ኢኹም ግን እታ ኮምፒተርኩም ካልእ ካምፓኒ ሰሪሕዋ and እቲ ፕሮግራማት ድማ ብዙሓት ናይ ሶፍትዌር ዲቨሎፐርስ እዮም ዝሰርሕዎ ማለት እዩ። ኣብ ከምዚ ኣነ ወይ ድማ ካልኦት ሰባት ኣብ ናይ ግራፊክስ ዲዛይን ወይ ድማ ኣብ ናይ ቪድዮ ምቅንባር ዝበዝሑ ዝጥቀሙ ናብ ማክ እዮም ዝኸዱ ብፍላይ ናብ ፕሮፌሽናል ክትከድ ከለኻ ምክንያቱም ነገራት ኩሉ ጽፉፍ ይድኸውን ማለት ኩሉ ነገር ስሙዝ ይደኸደልካ ማለት እዩ። ናቱ ድፌቶ ድማ እንታይ እዩ ኣብዚ ናይ ማክ ክልቲኡ ካብ ሓደ ካምፓኒ ስለዝኾነ እቲ ሶፍትዌርን እቲ ሃርድዌርን ዝበዝሐ ነገር ብሰልኻ ገዚእኻ ኢኻ ትጥቀም ሓደ ዲፌት ኣለዎ ማለት እዩ ብቀሊሉ ዳውንሎድ ኣይትገብርን ኢኻ ን ካልኣይ ድማ ብዙሕ ዓይነት ሶፍትዌር ከይትረክብ ትኽእል ማለት እዩ ውስናት ሶፍትዌር ክኾና ይኽእላ እዮም ማለት እዩ እተን ውስናት ግን ጽቡቅን ጽፉፍን እዩ ዝሰርሕ። ኣብ ናይ ዊንዶውስ ክንመጽእ ከለና ግን ሽሕን ሚእትን ዝኾነ ፕሮግራም ኣሎ፣ ሽሕን ሚእትን ዝኾነ ዓይነታት ኮምፒተር ኣለና። ከከም ዓቅምና ከከም ባጀትና ክንገዝእ ንኽእል ኢና and ኣዝዩ ድማ ክቡር ድማ ኣይኮነን ማለት እዩ ክነወዳድሮ ከለና ካብ ናይ ማክ ማለት እዩ። ካልእ ጽቡቅ ነገር ኣብዚ ናይ ዊንዶውስ ድማ እንታይ ኣለና ኣቲ ንትያይም ቁሩብ ዘይኣፍልጦ እንተለና ባኣልና ከፊትና ኣፕግሬድ ክንገብር ንክእል ኢና ኣብ ናይ ማክ ክንመጽእ ከለና ክንገብር ንክእል ኢና ግን ብጣሚ ኮምፓክት ስለ ዝኮነ ዳርጋ ኮምፒተር ምቅያር ይሓይሽ ራም ገለ ኣፕዴት ክንገብር ንክእል ኢና ኣፕግሬድ ክንገብር ንክእል ኢና ካልእ ካልእ ምቅያራት ግን ኦል ኢን ዋን ከምዚ ምሻሉ ኮምፓክት ኮይኑ ስለ ዝመጽእ ቆርብተይ ኣዝዩ ፍልጠት የድልየና ማለት እየ ንኩሉ ድማ ተነቃፊ እዩ ማለት እየ ስለዚ እዝን እዝን ክብል ኣይክእልኒ ኣነ ናይ ማክ ተጠቃሚ እየ ቅድም ዊንዶውስ ይጥቀም ነይረ ስለዚ በቲ ዝነገርኩም ኣብዚ ጥቅምታት ርኤ ኣብ ማክ ኮምፒውተር ሰጊረ ኣለኹ ማለት እዩ ብዙ ገይሩ ኣሎ ዊንዶውስን ክጥቀም ፀገም የብለይን ስለዚ ከከምቲ ናይ ሰብ ይፈላለ ማለት እዮ። ክልቲኦም ማኣረ ሰባት ይጥቀሙሎም ኣለው ኣብዚ ሕጂ እዋን ገሊኦም ዊንዶውስ ተጠቃሚ እዮም ገሊኦም ማክ ተጠቃሚ እዮም ማለት እዩ። ስለዚ ናይ ዊንዶውስን ናይ ማክን ኣብ ክልተ ሽሕን ዕስራን ዝሓሸ ንቪድዮ ወይ ድማ ንስእሊ መቀናበሪ ዝበልክዎ ናይ ኮምፒተር ክግዛእ ዘለዎ ዝበልክዎ ሊስት ኣብ ታሕቲ ክገብረልኩም እየ ካብኡ ተበጊስኩም ከከምቲ ባጀትኩም